ተባህለ ትዕረቕ ንቡር እዩ ማለት እዩ እዞም ሰባት ፍጥር ካብ ዝብሉ ማለት እዩ ንከታተሎም ኢና ዘለና ስለምንታይ ተዛረቡ ስለምንታይ ርእቶኹም ተሃበ ይትበሉና ዓመት ሙሉ ዳርጋ በፅቢፆምና እዮም ማለት እዩ ዓመት ሙሉ ኢና ከዓ ስቕ ኢልና ምክንያቱ ናይ ገዛ ርእስና ቃልሲ ኣለና ናይ ቦታና ቃልሲ ኣለና ዓመት ሙሉእ ስቕ ክንብል ከለና እቲ ጉዳዮም ኣብ ጀርመን ስለ ዝኾነ ኣብ ናይ ጀርመን ጉዳይ ድማ ኣብ ጀርመን ክዕፆ እዩ ኣብ ጀርመን ጠጠው ክብል ዝብል ርእቶ ስለ ዝነበረና ማለት እዩ ኮይኑ ግን ኩሉ ግዜ ኣብ ዝኣተውዎ ገዛ ጉዳዮም ምስ ጀርመን ኣይነበረን ጉዳዮም ምስ ጀርመን ከምዘይነበረ ዘረጋግፅ መዓት ነጥብታት እዮም ኩሎም ማለት እዩ ምክንያቱ ከምቲ ኣቐዲመ ዝበልክዎ ኣብ ዘለኽዎ ቦታ ከተማ ኤዲመንተን እንድሕር ዳ ሽግር ሃልይኒ ኮይኑ ኣብዚ ዓዲ ምስዚ ናይዚ ዓዲ መሪሕነት ዋላ ነቲ ክዓርቀኒ ዝመጽእ ኣካል እውን ነጥብታት እየ ዘዳሉ ነጥብታት የዳሉ እሞ በዝን በዝን ነጥቢ ንኣብነት ለሰይ ብገንዘብ ብገንዘብ ምጥፋእ እንድሕር ድኣ እንቶም ኣብኡ ዘለዉ ይኸስዎም እንድሕር ድኣ ሃልዮም ኮይኖም እዝን እዝን እዝን እዝን ነጥብታት ገንዘብ ስለ ዝተጠፋፈአ ተፈላሊና ኣለና ትብል መሪሕነት ዘይጋባብ ኣመራርፃ ስለ ብከም ዝተፈላሊና ኣለና ነጥብታት ተቐምጥ ምስ ተብኡ ዘሎ ብርጌና ሓመዱ ድማ ሽምግልና ድዩ ዝግበር ምፍላይ ድዩ ክግበር ናይ ዞባ ሽግር ተባሂሉ ይጥቀስ ማለት እዩ እዞም ሰባት ግን ካብ ኤስ ጋብ ዘድ ማለት እዩ ካብ ዝጅምሩ ስጋብ ሕጂ ንውልቀ ሰባትን ንማሕበረሰብን ደቂ ኮሎጉዛይ እንዳሃሮም እዮም መፅኦም እዚ ናይ ጀርመን ጉዳይ ኣይኮነን እዚ ጉዳዮም ምስ ተቃለስቲ ምስ ናይ ብሓቂ ንፉዓት ኮይኖም ቅድሚት ኮይኖም ዝመርሑ ደቂ ኮሎጉዛይን ምስ ንቃለስ ደቂ ኮሎጉዛይን ጉዳዮም ከምኡ ምዃኑ ዘረጋግጸልካ ነጥቢ ኣሎ ምክንያቱ ስጋ ብሎም መዓልተም ናይ ሳሚ ሽኮር ብውፉይ ብሰልጠነ ብጆን ብላክ በዚኦም እዮም ዝዛረቡ እዚኦም ኣብ ጀርመን ኣለዉ ድዮም ምስ ናይ ጀርመን ከመይ ጌርካ ኢኻ ከተረጋግፎም እዞም ሰባት እዚኦም ሲ ጉዳዮም ምስቲ ብ ጀርመን ዘሎ መሪሕነት ይኹን ምስቲ ብ ጀርመን ዘሎ ዕለት 16 ዝገበረ ብርጌድ ንሓመዱ ይኹን ምስኡ እንተኾይኑ ንዓ በዝን በዝን ተሸምገል ክትብሎ ትኽእል ኢኻ ንዓ በዝን በዝን ተዓረቅ ክትብሎ ትኽእል ኢኻ ጉዳዮም ግን ምስ መሪሕ ኣርካናት ኮይኖም ነዚ ቃልሲ ዝቕልሱ ሰባት ኢሎም ዝኣምኑሎም ብምሉኦም ንደቂ ኮሎጉዛይ ዝሃርሙ ሰባት እዮም ወልዳይ በሎ ዓወት በሎ ጉንደታዩ በሎ ገለመለኡ በሎ ቆፅሉ በሎ ዋላ ሱሩ በሎ ጉንዱ በሎ ብምሎም ኣብኡ ዘለዉ ፅላኣቶም ኣብ ሓደ ኣውራጃ እዩ እዚኦም ነውራጃ ሰራያ ይውክሉ ነውራጃ ሰራየ እንታይ ባህል ኣይገብሩ ብድሕሪት ፑሽ ዝገብር ኣካል ክህልዎም ባህርያዊ እዩ መሰረታዊ ነገር ግን ፅላኣቶም ግን ኣብ ንቃለስን ኣብ ዝቃለሱን ደቂ ክልጉዛ እዩ ትናቶም ታርጌት ማለት እዩ እዚ ብንጹር ኢና ከነቐምጦ ዘለና፣ ብንጹር ኢና ክንፈልጦ ዘለና። ምሳና ዝቃለስ ማንም ወዲ ሓማሴን ይኹን ምሳና ዝቃለስ ማንም ወዲ ወዲ ሰራ ይኹን ክብሪ ኣለና ነኽብረና የኽብሮ ነኽብሮ ማለት እዩ ብናቱ ሰራርሓ ብናቱ መንፋዕቲ ብናቱ ቃልሲ ድማ ይመርሓና ንመርሖ እዚ ንቡር ነገር ማለት እዩ። ስለዚ ክብሪ ኣለና ኣብ ማንም ኣውራጃ፣ ክብሪ ኣለና ኣብ ሰራየ፣ ክብሪ ኣለና ኣብ ሓማሴን፣ ክብሪ ኣለና ኣብ ኩሉ ናይ ኤርትራ ኣውራጃታት። ብመሰረቱ ግን እዞም ሰባት እዚኦም ግን ኩሎም ኣብኡ ዝተኣኻኸቡ ዘለዉ ጽላእቲ ናይ ሓደ ኣውራጃ ዘለዎም ሰባት እዮም። ብጽላእት እዮም ዝተኣኻኸቡ ዘለዉ ካብ ኤስ ጋብ ዘድ ማለት እዩ። ዳስዋይ ዋላ ሕቶ እዋ ኣቕሪበ ተራኺብና ምስ እዚ በዓል ወላይ ድኻ ትብሎም ምስ በዓል ገለ ዲኻ ገለ ሓቲቶ እዮም ዝሕቶ እዚኦም ጉዳይኩም ምስ ናይ ጀርመን ጉዳይ ድዩ ኣይኮነን ምስ ናይ ጀርመን ስለ ዘይኮነ ዋይ ደኣ ሰልጠነ ይለዓል ዋይ ደኣ ውፊ ይለዓል ዋይ ደኣ ኣብኡ ዘየለዉ ኣካላት ይለዓሉ ኩሎም ደቂ ኮሎጉዛይ ንምንታይ ይለዓለዉ ሰብ ኣብ ቃልሲ እንዳተቃለሰ ከሎ ኣልታን ኣውንታን ክህልዎ እዩ ኣነ ንማንም ዋላ ወዲ ኮልጉዛ ይኹን ዋላ ዝኾነ ይኹን ወድነ ይኹን ጌጋ እንተልይዎ ሓደ ሰብ ብጌግኡ ክእርሞ ክእርመኒ ይኣምን ሓወይ ስለ ዝኾነ ቱፓክ ወዲ ውራጃይ ስለ ዝኾነ ቱፓክ ይጋገ እንተልዩ ክድግፎ ይደልን ኣነ ንቱፓክ ይብለኩም ኣለኹ ኣነ ይቃለስ ኣባል ናይ ብርጌድ ንሓመዱ ተቃላሳይ ምዃኑ ፈልጦ ኣነ ቅድሚ ትማሊ ምስ ገዛይ ከፊተ ምስ ተጋሩ ክገብሮ ዝቐነየ ነገራት ሲ ብትክክል ክዛረበሉም ስየ ማለት እዩ ሓወይ እንድዩ ወዲ ውራጃይ እንድዩ ክፀርፎ ከዋርዶ ገለ ዘይኮነሲ እዚኦም እዚኦም ጌጋታቶም ምክንያቱ ምስ ንኸዶ ዘለና ዲፕሎማሲያዊ ቃልሲ ይጋገሎ ኢለ ስለ ዝኣምን ናተይ መርገፂ ስለ ዝኾነ ማለት እዩ ይፀልኦ ማለት ኣይኮነን እዚ ወዲ ውራጃ ኢለ ገለመለ ክሓቕፎ ገለመለ ኣይኮነን ኣብ ክጋገ እንከሎ ዋላ ንሱ ባዕሉ ንባዕሉ እውን ንበዓል ጆን ብላክ ከመይ ይገብሮም ኣነ ይሪኦ እየ ሰብኣይ ብጣዕሚ ማለት እዩ ኣነ ከምኡ እየ ዝኣምን ማለት እዩ ሰብ ይቃለስ እንድሕር ደኣ ሃልዩ ኮይኑ ኣብ ቃልሲ ዝጋገ ዘሎ ሓውኻ መቃልስትኻ ኣብ ሰዓታ ዝግባእ ዝኾነ መእረምታ ክትህቦ ብውልቁ ይግባእ ማለት እዩ እዞም ሰባት እዚኦም ግን ካብ ኤስ ጋብ ዘድ ፈቲና ጸሊእና ጽላኣት ናይ ተቃለስቲ ደቂ ኮልጉዛይ ዘለዎም ሰባት እዮም ካብ ኤስ ጋብ ዘድ ማለት እዩ ጉዳዮም ምስ ጀርመን ኣይኮነ ብሽምግልና ዝዕረ ጉዳይ ኣይኮነ ምስ ኣብ ጀርመን ዘሎ ዓሪቃዮ ምስ ኣብ ሃላንድ ዘሎ ከመይ ጌርካ ክትዓርቆ ምስ ኣብ ኣሜሪካ ዘሎ ከመይ ጌርካ ክትዓርቆ እዚ ኩሉ ዝሰደድዎ ቃላት ስለዚ ሕልፍ ሓሊፍዎም ሕጂ ግን ደለይቲ ፍትሒ ኢና ብዝብሉ ንብርጌድ ንሓመዱ ዝሃርሙ ሰባት ዕድመ እንዳገበሩ ሓግዮም እዮም ክልተ ወርሒ ሰለስተ ወርሒ ምሉ በዓል ሲድ ተወከል በሎ በዓል ወዲ ሓጂ በሎ በዓል ገለ በሎ ልክዕ ከም ሂግደፍ ዋጋ ዘኽፈሉና ሰባት እዮም ዕስራን ኣርባዕተን ሰዓት ንሕና ኣንጻር ህግደፍ ጠጠው ኢልና ክንምጉት ከለና ዕስራን ኣርባዕተን ሰዓት ሰው ድማ ኣንጻርና ምስ ህግደፍ ኮይኖም ተሰሊፎም ሚድያታቶም ከፊቶም ተማጒቶምናን ንብርጌድ ንሓመዱ ንክወድቕ ተላጊጾምልናን እዮም ነዞም ሰባት እዚኦም እንዳ ዓዶም ጸኒሖም ካብኡ ሓሊፎም ግን ሕጂ ንሃለዎ በዓል ማዕበል ክፍላይ ብወግዒ ወፂኦም በቃ ይጉስጉስሎም ኣለዉ ምስዞም ሰባት እዚኦም ሰርነቕነቕ ዘብል ምክንያት ወላ ሓንቲ ነገር ይዘብልና ምስዞም ሰባት እዚኦም ድሕሪ ሕጂ ጉዳይ ዝበሃል ክህልወና ኣይኽእልን ሰብ ይጓዓዝ ይጓዓዝ ብዕላማ ካባኻ ሰብ እንድሕርና ሸተት ኢሉ ባይ ባይ ተፈላለዩና ኢና ምዞም ሰባት እዚኦም እዞም ኣብዚ ባሲ ልቦና ዋላ እኳ ፅቡቅ እንተኾነ ከም በዓል ሓውና መሪሕ ዓብተወይ ኣብዚ ትዛረቦ ዝነበርኩም ግን ጉዳይኩም ኣቐዲምኩም ዓመት ሙሉእ ተተዓፅዎ ነይርኩም ንሕና ዘዛርብ ዝበሃል ኣይመሃለወና ሎሚ ግን ከምኡ ይኮነን ሎሚ ከምኡ ይኮነን ንምንታይ ዓመት ሙሉእ ማሕበረሰብና ተፀሪፉ ተቓለስትና ተጸሪፎም ኣውራጃ ሙሉእ ጃጅ ክኸውን ከም ዘለዎ ተገይሩ እዩ ኣውራጃ ሙሉእ እንድሕር ደኣ ተጸሪፉን ተዋሪዱን ጉዳይና ጉዳይ ጀርመን ጥራሕ ኮይኑ ይኮነ ጠጠው ኢሉ ዘሎ ጉዳይና ጉዳይ ናይ ኩልና ተቓለስቲ ናይ ደቀ ኩለ ጉዛይ ኢና እዞም ሰባት እዚኦም ምስ መን እዮም ክዕረቑ? ምስ ወዲ እልፉ፣ ምስ መሪሕ፣ ምስ ሮቤል ኣብኡ ዘለዉ ሰባት ክዕረቑ ወ እሞ እቲ ካልእ ሙሉእ ሕብረተሰብ ሙሉእ ዘጸለምዎ ከ ውፉይ ዝበሃል ወድሲ ነዚ ወለዶ እዚ ካብ ኤስ ስጋብ ዘድ መምህር ኮይኑ ዝመሃረ ሰብ ዳኣሉ እምበር ውፉይ ዝበሃል ዘልዓሎ ውልቀ ሰብ የለ ዘልዕሎ ሕብረተሰብ የለ፣ ዘልዕሎ ውራጃ የለ። ኣይኮነን ንተቃለስቲ ኣይኮነን እንታይ ይበሃል ዋላ ንሂግደፍ እውን ብጥዑም ዝኾነ ልሳን ኣገባብ ዘሎ ኣራሚ ብዝኾነ ቃል ዳኣሉ ዝፃረፍን ዝባ ዝምህርን ዝሰብኽን እምበር ማንም ሕብረተሰብ ብጥርኑፍ ይኹን ብግሊ ኣይፃረፍን እዩ ዕስራን ኣርባዕተን ሰዓት ውፊ ከልዕሉ ይውዕሉ ሎም መዓልቲ ንድሕር ዳኣ ሪኻ በዓልቲ ጉንደታይ ገለ መለ ዝውፊ ዝበሃል ገለ ክብሉ ውዒሎም እንታይ እዩ ውፉይ እንታይ እዩ ንዖም ስለዚ እዞም ሰባት እዚኦም ውፉይ እንድሕር ደኣ ዘልዕልሉ እዮም ሰልጠነ እንድሕር ደኣ ዘልዕልሉ እዮም ኣነ ንዕኦም ክጣበቐሎም ኢለ ዘይኮንኩ ጉዳዮም ምስ ተቓለስቲ ደቂ ኩልጉሳይ እዩ ይዛረብሉ እዮም ስለዚ ኩሉ ክንሰምዖ ንበዓል መንሃ ትብሎ ኣፈወርቂ ከም ፅሉላት እንዳ ሰምዓናዮም ሓጊና ኢና ከም ፅሉላት ንበዓል ጉዖይ ከም ፅሉላት እንዳ ሰምዓናዮም ሓሊፍና ኢና ከም ጽሉላት ክላ እዚ ጽሉል እዩ እዚ ዕብድ እዩ እዚኣ ዕብድ እያ ዝፅያ ፅልልቲ ኣይትገደሰላ ነዚኦም ርኢና ገለ ማለት እዩ ስለዚ ጽሉላቶም ጥዑያቶም ኩሎም ተኣኪቦም ግን ንሓደ ውራጃ ዝሃርሙ ኣካላት እዮም ኮይኖም ጽሉላቶም ጥዑያቶም ተኣኪቦም ኣንጻር ተቓለስቲ ደቂ ክልጉዛ እዮም ኮይኖም እዚ ማለት ግን ከም ተቐዲመ ዝበልክዎ ነቲ ክቡር ተዛራቢ ትግርኛ ሓውና ናትና ብንም ተኣምር ብስጋን ብሃገርን ብዝኾነ ይኹን መውልድን ብቋንቋን ካባና ዘይፍለ ውፅዕ ዝኾነ ሕብረተሰብ ሰራየ ግን ዊ ሪስፐክት ነኽብሮ ኢና። ምንም ምስ ዘራኻብ ነጥቢ የብሎም ጉጅለ እዮም እዚኦም እዚኦም ጉጅለ እዚኦም ድማ ሽግሮም ከም ተቀዲመ ክጠቕሶ ጽናኹ እዩ ስለዚ ክቡራት የሕዋት ብዛዕባ እዞም ሰባት እዚኦም ከም ዕላማ ኣቐሚጥናዮም ናይ መትከል ፍልልይ ከም ዘለና ኣሚንና ዳ ክንከይድ ኣለና እምበር ጉዳይና ጉዳይ ማዕበል ክፍላይን ጉዳይ ጉዳይ ዓወትን ማዕረ ኢና ካብ ሕጂ ንደሓር ከምኡ እየ ክብል ዝደሊ ካልኦት ተዛረቡ የቀኒየለይ ተንክ ዩ ክትባቃ ወዲ ጫማ ኣርኪስያና የብላ ንሕና እውን እቲ ጉዳይ ንሕና